ሀሎ ዝኸበርክን ኣሕዋተይ ከመይ ቀኒኽን ደሓን ዶ ቀኒኽን ኣነ እግዚኣብሔር ይመስገን ጽቡቕ ኣለኹ ንስኽን ከኣ ጽብቅ ክትብልዋ ተስፋ እገብር ሎማዓንቲ ከኣ ብኻልእ ቪድዮ መጽኤክን ኣለኹ እንጆይ ክትገብርኦ ተስፋ እገብር ሓደሽቲ ተኾንክን ንመጀመርያኽን ድሕር ኮይኑ ኣብዚ ናተይ ዩቱብ ሕጂ እንዳረኣኹንኦ ከለኽን ሳብስክራይብ ግበራ እተን ኩሉ ግዜ ሳፖርት ገብራን ኣሕዋተይ ከኣ ካብ መጠን ንላዕሊ እየ ደመስግነክን የቐንየለይ መብዛሕትኽን እዚ ናተይ ዩቱብ ትሪኦ ግን ኣብቲ ዩቱብ ስቱድዮ ኣትየ ክሪኦ ከለኹ ሳብስክራይብ ዘይገበርክን ስለዝኾንክን እንዳረኣኹን ከለኽን ሳብስክራይብ ግበራ እተን ኩሉ ግዜ ሳፖርት ትገብራና ኣንቲ ዝበልኩ ብጣዕሚ እየ ደመስግነክን የቀንየለይ ብፍላይ እተን ኩሉ ግዜ ላይክ ትገብራለይ ኮመንት ሸር ትገብርኦ ኣብ ፌስቡክ ሸር ትገብሩ ኣሕዋተይ ከዓ ብጣዕሚ እየ ደመስግነክን የቀንየለይ ሎማዓንቲ ከዓ ፎል ፌቨረትስ ሒዘ መፅየክን ኣለኹ ኣብዚ ፎል ግዜ ፀቢቀ ዝፈተኽዎ ነገራት ሒዘልክን መፅየ ኣለኹ መጀመርያ በዛ ገርያ ዘለና ጎልፎ ክጅምር እየ እዚኣ ገርያ ዘለኹ ጎልፎ ናይ ቪክቶርያ ሴክሬት ፒንክ እያ በርገንዲ ሕብሪ እዚ ከለር ኦፍ ዘ ሲዝን እዩ ዘሎ ኣብዚ ሕጂ ግዜ ግን ወላ ከምኡ ኣይኹን እዚ ሕብሪ ብጣዕሚ ጽቡቅ ሕብሪ ብጣዕሚ ደስ ትብለካ ዝፈትዎ ዓይነት ሕብሪ እዩ ብራይት ባይት ዝኾነ ከለርስ ብጣዕሚ እየ ዝፈቱ ከምቲ ድብለክን ፒንክ ቀይሕ ገለ እዚ ከዓ በርገንዲ ከዓ ካብ ቀደመ እዩ ዝፈትዎ ማለት እዩ በርገንዲ ሊፕስቲክ ገብር ነይረ ኣብ ስመራ ከለና በርገንዲ ንኣዝማልቶ ገለ ብጣዕሚ እየ ዝፈቱ ነይረ እዚ ሕብሪ ከዓኒ እዚ ምስ ረኣኽዎ በቃ ብጣዕሚ ውልዕ ተብለካ ኩሉ ግዜ እንድሕር ቪክቶሪያ ሴክሬት እንድሕር ክስታይ ኣለክን እንድሕር መንበር ኮንክን ብዙሕ ዲስካውንት እዩ ደለዎ ግን ሕጂ ወላ ክስታይ ወላ መንበር ኣይትኾና ባይ ቱ ጌት ቱ ፍሪ ገለ ከምኡታት እዩ ደለዎ ማለት እዩ ፅቡቅ ፅቡቅ ትታታት ረኽባ ዝገርየ ደለኹ ፒንክ ዝብል ካብኡ እየ ገዚእዮ በቃ ብጣዕሚ ብጣዕሚ ፈትየ ብዘይ ምቆራፅ እየ ክገብሮ ቀኒ ሕብሩ ደስ ስለ ዝበለኒ ንዓኽን ከዓ ከርእየክን ኢለ እንድሕር ቪክቶሪያ ሴክሬት መንበር ኣለክን ፅቡቅ ዳርጋ ፕሪ ማች በቃ ኣርጋብ ጥሪሑ ክትብል ትኽእል ኢኻ ትረኽቦም ማለት እዩ ኩፖን ገለ ተጠቂምካ እንድሕር መንበር ደይኮንኩም ከዓ ክልተ እንድሕር ገዚእኽን ክልተ ፍሪ ኣለክን ማለት እዩ ካልእ እዚኣ መስቀል ካብቲ ጄማክስ ከምዚ መስቀል ብጣዕሚ እየ ዝደሊ ነይረ ብቐዳማይ ኣብቲ ናይ ሽእን ዌብሳይት ርኤ ኦርደር ክገብሮ እየ እንዳበልኩ ኣብ ክስታይ ገይረ እየ ማለት እዩ ኣብ ካርተይ ገይረ ነይረ ግን ኣብ ክስታይ ረኺበዮ ኣብቲ ጄማክስ ረኺበዮ እዚ መስቀል ብጣዕሚ ፅቡቕ መስቀል ረኺበ ማለት እዩ ደስ ትብለካ ጁሪ ከምቲ ትፈልጦ ብዙሕ ኣክሰሰሪ ክፈቱ መዓትየ መስቀል ከኣ ብጣዕሚ እየ ዝፈቱ ሶ እዚኣ መስቀል ኣብ መሰከብኳ ሒዘያ መጽየ በቃ ጽብቅቲ መስቀል ዘናጥ ማለት እዩ ኣሎ ካልእ ዓይነት መስቀላት ከኣ እንድሕር ደሊክን ካብ ሽኢን ኦርደር ገይረ ከርእየክን እክእል እየ ወይ ኣብቲ ዲስክሪፕሽን ባክስ ክገብረልክን እክእል እየ ንገራኒ ኣብቲ ኮመንት ንገራኒ ማለት እዩ እዚ ግን ጽቡቅ መስቀል ካብኡ ካብቲ ጄማክስ ትገዛእክዎ ብጣዕሚ ስለ ዝፈተክዎ እስቲ ሒዘ መፅኤ ንዓኹም ኣኻቢርክን ከይድክን ክትረኽባ ትኽእላ ኢኹን ኣነ እንድሕር ረኺበዮ እንድሕር ከይድክን ከዓ ኣብቲ ጄማክስ ሎም መዓልቲ እንድሕር ዘይረኽኩሎን ፅባሒቱ ገለ ክትረኽብኦ ትኽእላ ኢኽን ማለት እዩ ካልእ ከዓ እዛ ጨናይ ከዓ እታ ቨነላ ዝረኣኹኽን ከዓ ብጣዕሚ ብጣዕሚ ፈትየያ እዛ ካብ ፍለር ቨነላ ስኪን ትብል ጨና ከዓኒ ብጣዕሚ ብጣዕሚ ስለ ዝፈተኽዋ በቃ ሕጂ ሲፎራ ሴል ስለ ዘሎ ኣብዚ ዝመፅእ ዘሎ ኣብዚ ኖቨምበር ሓሙሽተ ስጋብ ዓሰርተ ሓደ ድዩ ገለ ክስታይ ስለ ዘሎ ኣብ ሓደ እዩ መስለኒ ድጅምር ኣነ ግን ካብ ሓሙሽተ ክሳብ ዓሰርተ ሓደ ሩጅ ገለ ስለ ዘይኮንኩ ማለት እዩ መንቨር ጥራሕ እዩ ቴን ፐርሰንት ኣለካ ግን ስቲል እቲ ናይ ሲፎራ ብራንድ ኩሕልታት ገለ ኣጸቢቅም ብዲስካውንት ስለ ትረኽቦ እቲ ኣይላይነር ናይ ሲፎራ ብጣዕሚ ጽቡቅ ኩሉ ግዜ ይርእየክን እየ ሕጂ ከዓ ሰላሳ ፐርሰንት ስለ ዝኸውን ምስ ናትክን ዓሰርተ ፐርሰንት ገለ ሓዊስክን ጽቡቅ ስለ ዝኸውን ካብኡ ከትገብ ገዝኦ ትኽእላ ኢኽን ድሕሪ መንበራት ገለ ኮንኩም ብዘይ ዲስካውንት ዓሰርተ ሓሙሽተ ዕስራ ገለ ለክን ከኣ እዚ ጨና እዚ ነዚ ፎን ብጣዕሚ ጽቡቕ እዚ ቨነላ ከኣ ጥዑም ስለ ዝኾነ ፈትየዮ ብቐዳማይ የርእየክን ነይረ ኣጸቢቐ ስለ ድፈትኽዋ ሕጂ ከኣ የርእየክን ኣለኹ ማለት እዩ ካልእ እዛ ዝማልቶ ከኣኒ እዚ ብሊስ ድብላ እዚ ኢዚ ድብላ ዝማልቶ ሶሪ ኢዚ ድብላ ዝማልቶ ከኣ ዝፈትዎ ብራንድ ቀልጢፉ ንቕ ስለ ዝብል ከኣኒ ኣነ ከምዚ ጀል ገለ ኣይገብርኒ ከምቲ ኣታ ዝማልቶ የድልከ ከምቲ ዘርእየክን ኩሉ ግዜ ማለት እዩ እዚኣ ደም በጊዕ በርገንዲ ቨሪ ናሪ ትብል ኣርባዕተ ሚእትን ዓሰርተ ሽዱሽተን ቁፅራ ማለት እዩ ቁፅራ ኣርባዕተ ሚእትን ዓሰርተ ሽዱሽተን እዚኣ ሕጂ ማለት እዩ ኣርባዕተ ሚእትን ዓሰርተ ሽዱሽተን ድሕሪ ኢኽን በርገንዲ ድሕሪ ኢኽን ከዓ እዚኣ ማለት እዩ ቨሪ ናዲ ድብል ናቲ ትብል እዚኣ ከዓኒ ብጣዕሚ ስለ ዝፈተኽዋ ከዓ ነዚ ፎል ከዓ ፅቡቅ ስለ ዝኾነ የከና ኣለኹ ማለት እዩ ካልእ ከዓኒ እዛ ናይ ኬኣሊ ኤደን ጁስ ትብል ከዓ እዚኣ ከይ ኣሊ ከኣኒ ሎሽን ገለ ኣለዋ ለሽን ከምዚ ክስታይ ሎሽን ዘይቲ ተለፈ ገለ ስለ ትሕዞ ከምዚ ክስታይ ኣለዋ ግን እዚኣ ከይ ኣሊ እዚኣ ኤደን ጁስ ኣፕል ትብል ከኣ ጥዕምቲ ጨና ግን ቅመምኻትክን ከምቲ ዝብለክን ኣነ ዝፈትዎ ንስኽን ከይትፈትዎ ስለ ትኽእላ ኣብኡ ከይትክን ቸክ ክትገብርኦ ትኽእላ ኢኽን ማለት እዩ ኣብ ሲፎራ ከይትክን ጣዕምኦ እዚ እቲ ቨነላ ከኣ ሕጂ ነዚ ፎል ጽቡቕ እዩ ግን እዚ ኣለኒ ሓደ መዓልቲ ግን ድሕር ከይደ ግን ክገዝኦ እኽእል እየ ም ቢዚ ስለ ዝኾንኩ መብዛሕትክን እቲ ኮመንት ገለ ደይመለስኩልክን መሊሰልክን እዩ መብዛሕትክን እቲ ደይምልሶ ከኣ ሓድሓደ ግዜ በቃ ብጣዕሚ ካብ መጠን ላዕሊ ቢዚ እየ ዝኸውን ስራሕ ፉል ታይም እየ ዝሰርሕ እንደገና ቆልዑት ኣለውኒ ሓዳር ኣለኒ ኣብ ኣሜሪካ ከዓ ከምቲ ኩላትና ንፈልጦ ቀሊል ኣይኮነን ክስታይ ኩሉ ግዜ ራይድ ወይ ክምልሰልክን ኣይክእልኒ ግን ብዝተኸእለኒ መጠን ይምልሰልክን ግን ድሕር ደይመለስኩልክን ኣብ ግዜ ብዝረኸብክዎ ክምልሰልክን እየ ማለት እዩ እምበር መብዛሕትኡ ግዜ ኣነ ኮመንት ይምልስ እየ ብጣዕሚ ጥዑማ ጨና እየን ካልእ ከዓኒ እዚ ባዲዋሽ ከዓ እዚ ባዲዋሽ ከም ትፈልጦ ዝደብ ዝፈትዎ ባዲዋሽ እዩ ካልእ ዓይነት ኣርእየክን ነይረ ክልተ ካልእ ዓይነት ማለት እዩ ሕጂ ከዓኒ እዚኣ ሼቫደር ኤን ቨነላ ትብል ከዓ ዋ ብጣዕሚ ጥዑም በቃ ካብ ታርጌት እየ ዝገዝኦ ኣዋላ ዋልማርት ገለለክን ዋግኡ ክቡር ኣይኮነን መብዛሕትኡ ግዜ ወልማርት ከዓ ድሓሰረ ካብ ታርጌት ብሕሰብ ዝበልኡ ማለት እዩ ኣብዚ ገይረዮ ስለ ዘለኹ ኣብ ዘቐመዮ ኣብ ኩስታይ ገይረ ክጥዕመኒ ብሓንሳብ እዚ ከዓ ጨንኡ ክጥዕም መዓት እዩ ዝምሕፀብ ነብሲ ከምቲ ኩሉ ግዜ ዝብለክን ብፍላይ ኣብቲ ሕጂ ግዜ ዊንተር ሳመር ክኦሚን ዊንተር ፎል ክኾን ከሎ ጥቑር እንዳቆረብና ክከይድ ከለና ነብስና ፅቡቅ ጌርና ፍሕፍሕ ክነብሎ ኣለና ማለት እንድሕር ክስታይ ኣሎ ነብስኻ ቀጭቀጭቀጭ ይደብለካ እንድሕር ከምዚ ንቂፅ ቆርበትካ እንድሕር ከምዚ ባዲ ስክራብ ዋላ ባዲስ ክላባ ይኹን መፋሕፍሒ ነብሲ ጌርና ጽሩይ ስለ ዝኾነ እዚ ዓዲ ርስሓት የብልናን ኢልና ማይን ሳምናን ጥራሕ ክንሕጸብ የብልናን ስክራብ ክንገብሮ ኣለና ከም መፋሕፍሒ ጌርና ኸኣ በቃ ነብስና ፍሕፍሕ ክነብሎ ኣለና ድሓር ሎሽን ጌርና እዚ ኸኣ ሞይስቸራይዝ ዝገብር ባዲ ዋሽ ስለ ዝኾነ መስክስታ ጌርና ብጣዕሚ ጽቡቕ ስማዓና ማለት እዩ እንድሕር ሎሽን ገለ ደይገበርና ድሕር ሳዕ ኣቢልካ ኬድካ በቃ ደሓር ለይቲ ዋላ ኣይትድቅስን ኢኻ በቃ እዚ ነብስኻ ኣስሒ ደብላ ማለት የሕክኸካ ኣብዚ ዓዲ በረድ ዘለና ኣሕዋተይ ብፍላይ ማለት ኩላትና ብጣዕሚ ክስታይ ስለዝኾን ሶሪ ኣብዚ ቅድሚ ኣብዚ ባኮ ገለ ሓንሳብ ገይረ ክስታይ ገይረ ስለዝኾንኩ እንድሕሪ ረብሸክና ኣሎ እዚ ድምፂ ማለት እዩ ካልእ ከዓ ኩሉ ግዜ ኣብ ፎን እቲ ሓንቲ እቲ ሓደ ባዲ ኦይል ዝልከ የለኒ ሕጂ ባዲ ኦይል ባዲ ክስታይ ካልእ ካልእ ገዚ ሓድሽ ሓድሽ ከርእየክን ኢለ ኣለኹ ኣብ ብጣዕሚ ንማት እዩ ኣብዚ ሕጂ ግዜ ከም ዝበልኩም ቢዚ እየ ዘለኹ ስራሕ ካልእ ከኣ እዚ ኮኮናት ከኣ እዚ እዚ ቫዝሊን ካብ ቫዝሊን ከኣ እዚ ኮኮሬረት ድብል እዚ ባዲ ኦይል ከኣ ብጣዕሚ ብጣዕሚ ጽቡቕ ሕስር ኮሎስ ጽቡቕ ወላ እንድሕር ደቂ ተባዕትዮ ኣሕዋተይ ትርእይዎ ኣለኹም ነዚ ቪድዮ ኣብ ካንደ ኣብ ክንዲ ካልእ ማለት ትርከይ ብዝዊንተር እቲ ነብስኻ ድርቕ ክብል ከሎ እዚ ጽቡቕ ማለት እዩ ጽቡቕ ባዲ ኦይል ትልኽይ ተብሎ ነቲ ነብስኻ ምርሻይ ዝገብሮ ጽቡቅ ባዲ ኦይል ሕጅሲ ብደይ ምቁራጽ ስለ ዝገብሮ ዘለኹ መዓልታዊ እየ ዘርእየክን ዘለኹ ማለት እዩ ካልእ ከዓኒ እቲ ኢኦኤስ ከዓ እቲ ሓንቲ ጥራይ ዘርእየክን ነይረ እታ ቨነላ ካሽመር ትብል ሕጂ ከዓኒ እዚኣ ሸቫደር እዚኣ ፍረሽ ኤንድ ኮዚ ከዓ ኩሉ ሰብ ጥዑም ጥዑም ይኽብል ከሎ ከምቲ ቨነላ ዝጥዕም ኮይና ኣይተሰማዕንን ምክንያቱ ኣይጣዕም ኮን ነይረ እዚ ግን በቃ እዚኣ ከኣ ዝበለጸት በቃ ኣብኡ ኬንና ምስ ተለከ ምስ ፈተናዮ ምስ ደቄና ኔርና ኣብቲ ታርጌት ኬንና ምስ ጨናናዮ በቃ ጨኑ ብጣዕሚ ጥዑም ሃሊስ ደስ ትብለካ ቅድሜና ዝነበራ ኣዋልድ ገለ ኣብኣ ክስታይ ጌረንኦ ከምዚ ኣብ ኢደን ገለ ጌረን ጨንኦ ኔረን ኣብቲ መፈተኒ ማለት እዩ ጥዑም ጨኒ ንሱ ክኾን ኣይክእልን እዩ ገለ ኢልና ሽዑ ምስ ፈተናዮ ምስ ደቀይ ኮይና በቃ ጥዑም ጨና በቃ ብጣዕሚ ዝፍተወካ ጥዑም ጨና ከዓ እዚ ከዓ ካብቲ ቨነላ ከማን እቲ ኩሉ ግዜ ዝፈትዎ ኩሉ ሰብ ተዛረበሉ ኢለ ዝርእየክም ቨነላ ከኣኒ እዚ ከኣ ዝበለጸ ዝበለጸ ሎሽን ማለት እዩ እዚ ሕጂ ፍረሽ ኤንድ ኮዚ ሓንቲ ቨነላ እቲ ካሽመር ቨነላ እያ እዚኣ ከኣ ፍረሽ ኤንድ ኮዚ ከኣ እዚኣ ከኣኒ ብጣዕሚ ጥዕምቲ ብጣዕሚ ስለ ዝፈተኽዋ ከኣኒ ንዓኻትክን ከዓ የካፍለክን ኣለኹ ማለት እዩ ካልእ እታ ጎና ገርያ ዘለኹ ከርእየክን ደልየ ገይረ ኦ እዛ ጨና ረሲዓ እዚኣ ኩላትክን በቃ ማለት ኣይ ዶንት ኖ እንድዒ ከምዚ ናተይ ቴስት ተለክን ድሕር ደይብልክን ኣይፈልጥን እየ ግን እዚ ቸኮ ማስክ ግን በቃ ዋግኡ ብጣዕሚ ሕሱር ጨና ገዜ እዩ ናቱ ኣርእየክን ነይረ እቲኣ ሓንቲ ተወዲኣ ኢለክን እታ ባዲ ኦይል ካልእ ኦርደር ገይረ ማለት እዩ ብጣዕሚ ሕሱር ዋግኡ ኣፀቢቑ ሕሱር ዋግኡ ግን በቃ ብጣዕሚ ጨንኡ ክጥዕ መዓት እዚ ኣይ ዶንት ኖ እንታይ ከም ዝገበርብሉ ከም ትበልኩም መጀመርያ ግዜ ገዜ መጀመርያ ምስ ጣዕምኮ ከምዚ ምሻሎ ክስታይ የብለን እንድሓር ግን በቃ ፍላይ ምስ ጨና ምስ ዝኾነ ጨና ሓዊስካ እንድሕር ተለኺኻዮ እቲ ጨናኻ ሙሉ መዓልቲ ክጨኑ ውዕል እንደገና ከዓ ጥዑም ጨና ሕጂ ኣብ ዝፎል ብዘይ ምቁራፅ ኤቭሪ ሲንግል ደይ ስለ ዝገብረሉ ዘለኹ ብደይ ብኡስ በቃ ጨና ደይገብር ኮይነ ማለት እዩ እዚ ቸኮ ማስክ እንድሕር መብዛሕትኹም እቲ ኣብቲ ዲስክሪፕሽን ባክስ ዘይፅሕፎ ቅድሚ እዚ ቪድዮታት እንድሕር ምልስ ኢልክን ርኢኹንኦ መጀመርያ ክርእየኩም ከለኹ ፅሒፈ ኣብቲ ዲስክሪፕሽን ባክስ ስለ ዝገብሮ ከምኡ ኢለ እየ ዘይገብሮ ኣሚን ምስ ኣብቲ ዲስክሪፕሽን ባክ ስለ ዝገብረልክን ከምኡ ኢለ እየ ዘይገብሮ ክስታይ እዚ ዲስ ኣውገርልና ኣውገርልና ትብላኒ ሓደ ሓደ ኣሕዋተይ ግን እንድሕር ዘይረኸብክንኦ ፀሓፋለይ ኣብኡ ክገብረልክን እየ ማለት እዩ ኣብቲ ዲስክሪፕሽን ባክስ ካብ ኣማዘን እየ ኦርደር ዝገብሮ ትጨና ናትሎ ጨና ከዓ ብጣዕሚ ጥዑም እዩ እዚ ግን ዝበለፀ በቃ ምስ ዝኾነ ጨና ሓዊስካ ክትገብሮ ከለካ በቃ ሙሉ መዓልቲ ጥዑም ክጨኑ ዝውዕል ማለት እዩ ብጣዕሚ ደስ ዝብለኒ ጥዑም ክጨኑ በቃ እዚኣ ካልእ ከኣኒ እንታይ ከርእየክን ደልየ ከዓ እዛ ጌርያ ዘለኹ ጎና እታ ናይ ሽኢ እንደረኣኹኩም ጎና ከኣኒ ብጣዕሚ ስለ ዝፈተኹዋ እዚ ኣባኮ ጌረ ኣብዚ ክርኢ ኣብዚ ቅድሚ ጌረ ከርእየክን ፀኒሐ ካብ ድንን ድንን ድብል ማለት እዩ እዚኣ ናይ ሽኢን ጎና እዚኣ ነብሪ ነብሪ ከዓ ክትፅብቕ መዓት እያ በቃ ነብስኻ ብጣዕሚ ፅቡቅ ስለዝኾነ ብዘይ ምቁራፅ ዝገብሮ ቀኒየ ማለት እዩ ወላ ነዚ ሕጂ ከዓ ነዚ ፎል ዊንተር ከዓ ወላ ስረ ገለ ጌርና ብጣዕሚ ስለ ድፈትኽዋ ብጣዕሚ ዘናጥ ስለ ዝኾነት ዋላ ምስዚ ጌረዮ ደለኹ ወልፊ ከኣ እቲ ፒንክ ዝመስል ናብ ፒንክ ዝኸደ በርገንዲ ሕብሪ ስለ ዘለውኡ ከኣኒ ማች ጌሩ ማለት እዩ ምስቲ ኮነ ብጣዕሚ ጽቡቕ ስለ ዝኾነ ካብ መጠን ንላዕሊ ስለ ዝፈትኽዎ ብዘይ ምቁራጽ ስለ ዝገብሮ ዘለኹ ከኣ እቲ ናይ ሽኢን ከኣኒ እተን ኦርደር ዘይገበርኩን ኣሕዋተይ ኦርደር ክገብሮ ትኽእላ ኢኽን ዋግኡ ብዙሕ ክቡር ኣይኮነን ናይ ሎማዓንቲ ቪድዮ እዚኣ ትመስል እንጆይ ጌርክና ክትኮና ተስፋ ገብር ሓደሽቲ እንድሕር ኮንክን ሳብስክራይብ ግበራ ከምቲ ዝበልኩኽን ድሕር ኩሉ ግዜ ትሪኦ ሳብስክራይብ እንድሕር ዘይገበርክን ከዓ ዋላ ሓንቲ ፀገም የብሉን ሳብስክራይብ ጌርክን ክትወፃ ትኽእላ ኢኽን እቶም ኩሉ ግዜ ሳፖርት ገብራን ኣሕዋተይ ከዓ ብጣዕሚ ደመስግነክን የቐንየለይ ኣብ ቀፃሊ ብካልእ ክሳብ ንራኸብ ከዓ ብሰላም የራኽበና ባይ